ጸጋ ናይ ጎይታ ናይ ኢየሱስ ክርስቶስ ምስ መንፈስኩም ይኹን። ከም ፍቓድ እግዚኣብሔር ኣምላኽ ንሎማዓንቱ ከገልግለኩም ሒዝዮ ዝመጻኹ ርእሲ እቲ ዝጀመርናዮ ሓይሊ ኣምላኽ ዝብል እዩ። ከምቲ ኣብ ዝሓለፈ ዝረኣናዮ ቅዱስ ጳውሎስ ክዛረብ ከሎ እዚ ኸኣ እምነትኩም ኣብ ሓይሊ ኣምላኽ እምበር ኣብ ጥበብ ሰብ ምእንቲ ከይምስረት እዩ ከም ዝበለና ማለት እዩ። ኣብታ ቀዳመይቲ ቪድዮ እንተ ተኸታቲልና ሓይሊ ኣምላኽ ዝብል እቶም ዘይተኸታተልና እውን ሓይሊ ኣምላኽ ትብል ርእሲ ክንከታተል እሞ ነዚኣ ክንሰምዓ ብክርስቶስ ኢየሱስ እተባባዕኩም ኣለኹ። ኣብታ ቀዳመይቲ ቪድዮ ኣርባዕተ ጥቕሲ ሂበኩም ነይረ። ነዚ ሓይሊ ኣምላኽ ዝብል ዝፈትሓልና። እታ ቀዳመይቲ ኣብ ቀዳማይ ቆሮንቶስ ምዕራፍ ሓደ ፍቕዲ ዓሰርተ ሸሞንተ ዘሎ እዩ፣ ከመይ ቃል መስቀል ነቶም ዝጠፍኡ ዕሽነት እዩ ንዓና ነቶም እንድሕን ግን ሓይሊ ኣምላኽ እዩ ኢሉና ኣሎ ጳውሎስ። ስለዚ ቃል መስቀል ማልት ናይ መስቀል ስራሕ ከም ዝኾነ። ወንጌል ስለ መስቀል እዩ ዝዛረብ፣ ስለዚ ብኻልእ ቋንቋ ወንጌል ከም ዝኾነ ኢና ርኣና። ስለዚ ናይ እግዚኣብሔር ሓይል ዝተባህለ ወንጌል እዩ ናይ ወንጌል ቃል እዩ ናይ መስቀል ቃል እዩ ናይ መስቀል ስራሕ እዩ ኢልና ስለ መስቀል ክንሓስብ ከም ዘለና እቲ ኣብ መስቀል ዝተፈጸመ ነገር ኩሉ ከነስተንትን ከም ዘለና ሓደ ሰብ ክርስትና ጀሚሩ ክሳዕ መወዳእታውን እኳ ክፍጽም ዝኽእል ወይ ውን ኣብ ክርስትና ጠቢቁ ክነብር ዝኽእል ኣብ መስቀል ዝተፈጸመ ስራሕ ብደንቢ ምስ ዝርድኦ እዩ። ንሕና ኣብ መስቀል ክርስቶስ መይቱልና ጥራሕ ኣይኮናን ንብል። ክርስቶስ ኣብ መስቀል ተሰቂሉልና ጥራሕ ኣይኮናን ንብል። እዚ ኢልና እንትድኣ ገዲፍናዮ ታሪኽ ኮይኑ እዩ ዝተርፍ። እዚ ናይ መስቀል ስራሕ ኣብ ሂወትና ትርጉም ክህልዎ እንትድኣ ኮይኑ ግን ክርስቶስ ኣብ መስቀል ከም ዝሞተ ጳውሎስ ክዛረብ ከሎ፣ ገላትያ ምዕራፍ ሓሙሽተ ኣብ ፍቕዲ ዕስራን ኣርባዕተን፣ እቶም ናይ ክርስቶስ ዘበሉ ኸኣ ነቲ ስግኦም ምስናይ ፍትወቱን ትምኒቱን ሰቒሎሞ እዮም። ርኢኹም? ስለዚ ስለ መስቀል ክንዛረብ ከሎና ክርስቶስ ተሰቒሉ እዩ ጥራሕ ዘይኮነ ኣነ ድማ ምስ ክርስቶስ ተሰቒለ እየ። ክርስቶስ ሞይቱ እዩ ኢልና ጥራሕ እንተደኣ ዓጺናዮ ትርጉም ኣይህበናን እዩ፣ ህይወትና እውን ለውጢ ኣይረክብን እዩ። ኣነ ድማ ምስ ክርስቶስ ሞይተ እየ። ልክዕ ከምቲ ጳውሎስ ዝበሎ ማለት እዩ። ብርግጽ ድማ ከምኡ እዩ ክኸውን ዘለዎ። ብርግጽ ከኣ ከምኡ እዩ ከኣ ኮይኑ። እዚ ጥራሕ ግን ኣይኮነን፣ ክርስቶስ ተንሲኡ እንተደኣ ኢልና ንሕና ድማ ምስ ክርስቶስ ተንሲእና ኢና። ኤፌሶን ምዕራፍ ክልተ ፍቅዲ ሽዱሽተ ክዛረብ ከሎ እኮ ምስ ክርስቶስ ኣተንስኣና፣ ብክርስቶስ ገይሩ ድማ ኣብ ሰማያት ምስ ክርስቶስ ኣቐመጠና እዩ ዝብል። ስለዚ ስለ መስቀል፣ ቃል መስቀል ነቶም ዝጠፍኡ ዕሽነት እዩ፣ ንዓና ነቶም እንድሕን ግን ሓይሊ ኣምላኽ ኢሉ ከሎ ቃል መስቀል ወንጌል እዩ። ናይ መስቀል ቃል ወንጌል እዩ። ስለዚ ስለ ወንጌል እምነትኩም ኣብ ሓይሊ ኣምላኽ እምበር ኣብ ጥበብ ሰብ ምእንቲ ኸይምስረት እዮም ክብሎ ጳውሎስ እምነትና ኣብ ወንጌል ወንጌል ዝነገረና ክኸውን ከም ዘሎ ኢና ዛሪና ቀጺልና ቅዱስ ጳውሎስ እውን ሮሜ ምዕራፍ ሓደ ፍቅዲ ዓሰርተ ሽዱሽተ ብወንጌል ኣይሓፍርን እየ ከመይ ወንጌል ንዝኣምን ዘበለ ኩሉ ቅድም ንኣይሁዳዊ ድሓር ድማ ንግሪኻዊ ዘድሕን ሓይሊ ኣምላኽ እዩ ዘድሕን ሓይሊ ኣምላኽ ኢሉ ወንጌል ዘድሕን ሓይሊ ኣምላኽ ከም ዝኾነ ነጊሩና እዩ ስለዚ እዚ ወንጌል እዚ ዘሕፍር ኣይኮነን እንታይ ደኣ ግና ዝገብር ተባዕ ዝገብር ክሳዕ መወዳእታ ከም ትፍልም ዝገብረካ እዚ ወንጌል እዚ ዘንዕቅ ከም ትናዓቕ ኣይኮነን ዝገብረካ እንታይ ደኣ ንስኻ ንነገራት ከም ትንዕቕ እዩ ዝገብረካ ስለዚ ብወንጌል ኣይሓፍርን እየ ዝተባህለ ወንጌል ስለምንታይ ዘይሐፍር ወንጌል ሓይሊ ኣምላኽ ስለ ዝኾነ እዚ ወንጌል እዚ ሓይሊ ኣምላኽ እዩ ስለዚ እምነትኩም ኣብ ሓይሊ ኣምላኽ እምበር ክብል ከሎ ኣብ ወንጌል ብወንጌል ንኣብነት ሓደ ቃል እስኪ ከነልዕል ቅዱስ ጳውሎስ ሓደ ቃል ተዛረበሉ ኣብ ግብረ ሃዋርያት ምዕራፍ ዕስራን ሽዱሽተን ካብ ፍቕዲ ዓሰርተ ሸሞንተ፣ ጐይታ ኢየሱስ ክርስቶስ ንጳውሎስ ኣብ ደማስቆ ምስ ረኸቦ ሓደ ቃል ተዛሪብዎ። ሓቀይ ምስ ተገለጸሉ እንታይ ኢልዎ? ግናኸ ተንስእ ብእግርኻ ደው በል ኢልዎ። በቲ ዝረኣኻንን ብሕጂ ከኣ ክትርእየኒ ብዘለካን፣ ኣገልጋልን ምስክርን ክትኮነኒ ስለ ዝመረጽኩኻ'የ ዝተገለጽኩልካ ስለዚ ካብ ህዝብኻን ካብቶም ናብኣቶም ዝልእኸካ ኣህዛብን ከናግፈካ እየ ምስ በለ ሽዑ ንዓይ ብምእማን ሕድገት ሓጢኣት ክረኽቡ ምስቶም ብእምነት ዝተቐደሱ ድማ ርስቲ ክቕበሉ ካብ ጸልማት ናብ ብርሃን ካብ ስልጣን ሰይጣን ናብ ኣምላኽ ክምለሱ ኣዒንቶም ከተብርሃሎም እልእኸካ ኣሎኹ በለኒ። ርኢኹም፣ እግዚኣብሄር ወይ ድማ ኢየሱስ ክርስቶስ ንጳውሎስ እንታይ ሂቡ እዩ ዝሰዶ ዘሎ? ካብ ጸልማት ናብ ብርሃን ክምለሱ፣ ካብ ስልጣን ሰይጣን ናብ ኣምላኽ ክመጹ እንታይ እዩ ሂብዎ? ወንጌል ሂቡ እዩ ሰይድዎ። ካልእ ምንም ኣይሃቦን እኮ። ግብረ ሃዋርያት ምዕራፍ ዕስራ ኣብ ፋይል ዕስራን ኣርባዕተን ኣተመልኪትና እኮ ኣነ ኣገልግሎተይ ክሳዕ ዝፍጽም እቲ ጎይታ ኢየሱስ ዝሃበኒ ዕዮ ክሳዕ ዝውድእ ንነብሰይ ኣይነሃስየላን እየ ከም ክብርቲ ገይረ ድማ ኣይሪኣን እየ ኣገልግሎተይ ድማ ወንጌል ጸጋ ኣምላኽ ምስባኽ እዩ ኣይበለናን ስለዚ ጎይታ ኢየሱስ ክርስቶስ ካብ ጸልማት ናብ ብርሃን እንግዕዘሉ፣ ካብ ስልጣን ሰይጣን ድማ ናብ እግዚኣብሄር፣ ናብ ናይ ወዱ፣ ናብ ናይ እግዚኣብሄር መንግስቲ እንመጻሉ፣ ልቦናዊ ኣዒንትና፣ ኣዒንተ ልቦናና ከም ዝበርህ ዝገብረሉ ዝተዋህቦ ወንጌል እዩ። ርኢኹም ኣለኹም? ወንጌል ሓይሊ ኣምላኽ እዩ እምበኣር። እዚ ወንጌል እዚ ሓይሊ ኣምላኽ እዩ። ነዚ እዩ እኮ ቅዱስ ጳውሎስ ክዛረብ ከሎ ኣብ ሮሜ ምዕራፍ ዓሰርተ እንታይ እዩ ዝበለ? ሮሜ ምዕራፍ ዓሰርተ ካብ ፍቕዲ ትሽዓተ እስኪ ነንብብ። ስለዚ ብኣፍካ ኢየሱስ ጐይታ ኢልካ እንተ መስከርካ ብልብኻ እውን ኣምላኽ ካብ ምዉታት ከም ዘተንስኦ እንተ ኣመንካ ክትድሕን ኢኻ። ከመይ ሰብ ብልቡ ኣሚኑ ይጸድቅ ብኣፉ መስኪሩ ይድሕን ይብል ወንጌል እዚ ናይ ወንጌል ሓይሊ እዩ ሓይሉ ክርዳኣና ኣለዎ ናይ ወንጌል ሓይሊ እዩ ስለዚ ካብ ዘለናዮ ካብ ኣቲናዮ ዘለና ዓዘቕቲ ክንወፅእ እንኽእል ወንጌል ምስ እንሰምዕ እዩ ብዘይ ወንጌል ከነምልጥ ኣይንኽእልን ኢና ስለዚ ኣብ ሓይሊ ኣምላኽ እምነትኩም ኣብ ሓይሊ ኣምላኽ እምበር ኣብ ጥበብ ሰብ ምእንቲ ከይምስረት እዩ ከም ዝበለና እንስበኾ ስብከት ግን ብዝግባእ ክንፈልጥ ኣለና። እንታይ ዓይነት ወንጌልና ንስበኽ ዘለና እውን ብዝግባእ ክንፈልጥ ኣለና ኦኬ ናብ ናይ ሎም መዓንቲ ናብ ተንተሪፈ ዝነበራ ጥቕሲ ንኸይድ ኣብ ቀዳማይ ቆሮንቶስ ምዕራፍ 4 ፍቕዲ 20 ቅዱስ ጳውሎስ ሕጂ እውን ከምዚ ኢሉ ኣሎ እስመ ኢኮነ መንግስተ እግዚኣብሔር በነገር ዘእንበለ በኃይል፣ ከመይ መንግስተ ኣምላኽ ብኃይል እምበር ብዘረባ ኣይኮነትን። ርኢኹም? ከመይ መንግስተ ኣምላኽ ብኃይሊ እምበር ብዘረባ ኣይኮነትን። እንታይ ማለት እዩ ጳውሎስ? መንግስተ ኣምላኽ ብኃይል እምበር እዚ ፊዚካሊ ፓወር ማለት ድዩ? እዚ ሓያላት ከምኡ እንተ ኮይኑ ሓያላት ጥራሕ ኣብ መንግስተ ሰማያት ክኣትዉ ማለት እዩ። ሓያላት ሰባት ሰብ ቅልፅም፣ ሰብ ዕጥቂ፣ ሰብ ጋርዲ ዘለዎም ሰባት ጥራሕ መንግስቲ ኣምላኽ ክኣትዉ ማለት እዩ። ከምዚ ናይ ጳውሎስ ሊትራል እንተ ተርጊምናዮ ጳውሎስ ዝብል ዘሎ ከመይ መንግስቲ ኣምላኽ ብሓይሊ እምበር ብዘረባ ኣይኮነትን እዚ ማሌት ሰብ ናብ መንግስቲ ኣምላኽ ክኣቱ ዝኽእል ብሓይሊ እዩ ሓይሊ ከንታይ እዩ ወንጌል እዩ ኣታ ወደይ ስምዓኒ ብሩኽ ሰብ ንስኻትኩም ግና ነቲ ናይ ምድሓንኩም ወንጌል ዝኾነ ቃል ሓቂ ምስ ሰማዕኩም ብኡ ድማ ምስ ኣመንኩም በቲ ዘተስፎ መንፈስ ቅዱስ ሓቲሙና ትገበረኩም ሰብ ናብ መንግስቲ ኣምላኽ ዝኣቲ ብሓይሊ እዩ እዚ ሓይሊ እዚ ቅልጽምካ ከይመስለካ፣ እዚ ሓይሊ እዚ ናትካ ሲስተም ከይመስለካ፣ እዚ ሓይሊ እዚ ናትካ ብልሒ ከይመስለካ፣ ወንጌል እዩ። ወንጌል ስለዚ ሰብ ወንጌል ምስ ዝሰምዕ፣ ወንጌል ምስ ዝስበኽ፣ ወንጌል ምስ ዝኣምን፣ ቃል ወንጌል እምነት ካብ ምስማዕ እዩ፣ እቲ ዝስማዕ ድማ ቃል ክርስቶስ እዩ ኣይበለን ጳውሎስ? ሮሜ ምዕራፍ ዓሰርተ እምነት ካብ ምስማዕ እዩ፣ እቲ ዝስማዕ ድማ ቃል ክርስቶስ እዩ። ስለዚ ርኢኹም መንግስቲ ኣምላኽ ይብል ኣሎ ብሓይሊ እምበር ብዘረባ ኣይኮነን። እንታይ ማለት እዩ ብዘረባ ኣይኮነን? ብዘረባ ኣይኮነን፣ ብፍልስፍና ኣይኮነን፣ ብጥበብ ኣይኮነን፣ ኤሌኮንት ብምኻን ክእለት ዘረባ ኣንደበተ ርቱዕ ብምዃን ዝመጽእ መንግስቲ ኣምላኽ የለን። ነዚ እሞ ቅዱስ ጳውሎስ እኮ ነጊሩና እዩ፣ ኣሕዋተየ ኣነ እውን ናባኻትኩም ክመጽእ ከለኹ ምስጢር ኣምላኽ ብክእለት ዘረባ ወይ ብፍልስፍና ክሰብከልኩም ኣይመጻእኩን ኢሉና እዩ። ስለዚ ብሓይሊ እምበር ብዘረባ ኣይኮነም ኣይቱ ነዚ እዩ ፍልስፍና ኣየድልየኒ ወንጌል ምፍንፋስ ኣየድልን እዩ ወንጌል ናይ እግዚኣብሔር መንግስቲ ብሓይሊ እዩ ብወንጌል እዩ ዝእቶ ወንጌል ስማዕ ምስ ሰማዕካ ድማ እመን ምስ ኣመንካ ድማ መንግስቲ ኣምላኽ ክትወርስ ኢኻ ናይ እግዚኣብሔር ሓይሊ ዘረባ ኣይኮነን ዘድልዮ ናትና ምፅብባቕ ኣየድልዮን እዩ ናይ እግዚኣብሔር ሓይሊ ንሕና ስለ ዘጸባበቕናዮ፣ ንሕና ስለ ፍልስፍናና ስለ ዝወሰኽናሉ፣ ንሕና ስለ ዘቃመምናዮ፣ ናትና ጥበብ ናትና ፍልስፍና ስለ ዝሓወስናሉ ናይ እግዚኣብሔር ሓይሊ ኣይጽብቕን እዩ። ናይ እግዚኣብሔር ሓይሊ ኣይምዕርግን እዩ። ናይ እግዚኣብሔር ሓይሊ ኣይወቅብን እዩ። እግዚኣብሄር ንወዱ ካብ ሞት ብምትንሳእ ሓንሳብ ናይ እግዚኣብሄር ሓይሊ ተገሊጹ እዩ። ልክዕ ከምቲ ኣብ ወንጌል መንግስቲ ኣምላኽ ኣብ ማእከልኩም ኣላ ዝበለ ሕጂ ድማ ናይ እግዚኣብሄር ሓይሊ ኣብ ከባቢና ኣሎ። ናይ እግዚኣብሄር ሓይሊ ኣብ ጎድንና ኣሎ። ናይ እግዚኣብሄር ሓይሊ ኣብ ትርኣስና ኣሎ። ኣብ ትርኣስና ኣሎ። ዮውሃንስ ኣፈወርቅ ዝተባህለ ኣቦ ትዝ ኢሉኒ ብዙሃን እምሰብ ሃለው ይኢዜ እለ ኢየኣምሩ ቃለ መጻሕፍት ወበእንተዝ ኣልቦ እምውስቴትነ ዘይበቁእ ወኢ ዘኢረድእ ይብል። እንታይ ማለት እዩ? ብዙሓት ደቂ ሰባት ኣለዉ ኣብዚ እዋን እዚ ንቃለ መጻሕፍት ዘይፈልጡ ተተረኢሶሞ ጥራሕ ዝድቅሱ ስለዚ ወበእንተዝ ኣልቦ እምውስቴትነ ዘይበቁዕ ወኢ ዘኢይረድእ ስለዚ ድማ መጽሓፍት ምስኦም እንዳሃለወ መጽሓፍ ተተርኢሶም እንዳደቆሱ ዝጠቅም ኮነ ንኻልኦት ዝረድእ ሰብ ካብ ውሽጥና የለን ይብል። ብጣዕሚ ዘሕዝን እዩ። ስለዚ መንግስቲ መንግስቲ ኣምላኽ ብሓይሊ እምበር ብዘረባ ኣይኮነን። ሓይሊ ዝተባህለ መን እዩ? ወንጌል እዩ። ክብሪ ንስሙ ይኹን። ወንጌል እዩ ስለዚ ጳውሎስ እንታይ እዩ ዝለና ዘሎ እምነትኩም ኣብ ሓይሊ ኣምላኽ እምበር ኣብ ጥበብ ሰብ ምእንቲ ከይምስረት ይብለና ዘሎ ስለዚ ወንጌል ክንዛረብ ከለና ንዛረቦ ዘለና ዘረባ ቀሊል ኣይኮነን ናይ እግዚኣብሄር መንግስቲ ናብ ናይ እግዚኣብሄር መንግስቲ ዘእቱ ወንጌል ናዛር ዘለና ካብ ኣፍ ድያብሎስ ዝምንዝዕ ኢና ንዛረብ ዘለና። ካብ ጸልማት ናብ ብርሃን ዘምጽእ ወንጌል ኢና ንዛረብ ዘለና። ካብ ስልጣን ድያብሎስ ናብ ናይ መንግስቲ ናብ ናይ እግዚኣብሔር መንግስቲ ዘምጽእ ወንጌል ኢና ንዛረብ ዘለና። እዚ ወንጌል እዚ ድማ ተገሊጹ እዩ። ብምንታይ እዩ ተገሊጹ? ብናይ ኢየሱስ ክርስቶስ ትንሳኤ ተገሊጹ እዩ። ቅዱስ ጳውሎስ ኣብ ኤፌሶን ዝተዛረቦ ሓደ ቃል ኣሎ። ኤፌሶን ምዕራፍ ሓደ ካብ ፍቕዲ ዓሰርተው ትሽዓተ ከምዚ ይብል ክጽሊ ከሎ እዩ። ንስኹም ካብ ፍቕዲ ዓሰርተ ሓሙሽተ እንተንበብኩም እውን ጽቡቕ እዩ። ኣባና ኣብቶም እንኣምን ከዓ እቲ ክግመት ዘይክእል ዕቤት ሓይሉ እቲ ክግመት ዘይክእል ዕቤት ሓይሉ እንታይ ከም ዝኾነ ምእንቲ ክትፈልጡ እጽሊ ኣለኹ ኢሉ። ኣሜን። ነዚ ከም መጠን ዓቢ ዝሓይሉ ሰርሖ ከኣ ንክርስቶስ ካብ ምዉታት ብምትንሳእ ኣብ ሰማያት ኣብ የማኑ ብምቕማጥ እዩ። እቲ ክግመት ዘይክዕል እቤት ሓይሉ ዝተባህለ እንታይ እዩ ተባሂሉ እግዚኣብሄር ንወዱ ካብ ምዉታት ብምትንሳእ ስለዚ ኢና ንሕና ኢየሱስ ክርስቶስ ናይ እግዚኣብሄር ሓይሊ እዩ እንብሎ ኢየሱስ ክርስቶስ ናይ እግዚኣብሔር ጥበብ እዩ እንብሎ። ኢየሱስ ክርስቶስ ናይ እግዚኣብሔር ምስጢር እዩ እንብሎ። ኢየሱስ ክርስቶስ ናይ እግዚኣብሔር ጸጋ እዩ እንብሎ። ኢየሱስ ክርስቶስ ናይ እግዚኣብሔር ወንጌል እዩ እንብሎ። ኢየሱስ ክርስቶስ ናይ እግዚኣብሔር ሓይሊ ማለት እንታይ ማለት እዩ? እግዚኣብሔር ካብ ኢየሱስ ሓይሊ ይረክብ ኣይኮነን። ኢየሱስ ክርስቶስ ናይ እግዚኣብሔር ጥበብ መ እንታይ ማለት እዩ? እግዚኣብሔር ካብ ኢየሱስ ጥበብ ይረክብ ማለት ኣይኮን እንታይ ደኣ ናይ እግዚኣብሔር ጥበብ ብክርስቶስ ተገሊጹ ናይ እግዚኣብሔር ሓይሊ ብክርስቶስ ተገሊጹ ናይ እግዚኣብሔር ሓይሉ ዝተራእየ ንወዱ ካብ ምዉታት ብምትንሳእ እዩ ናይ እግዚኣብሔር ሓይሉ እዚ ጥራሕ ኣይኮነን ንዓና ድማ ምስ ወዱ ብምትንስኡ ንሓጢኣት ካባና ብምፍላዩ ኣስተውዕል እስኪ ሳዊሮስ ዘኣንጾች ያስተሃል ኣቦ ዘእንበለ ኣሰረ ደዌ ይብል ኣሰረ ደዌ ማለት ስንብራት ማለት እዩ ንሓጢኣት ካብ ሓጢኣተኛ ፈልይዎ እግዚኣብሔር ብኸመይ ብሓይሉ ንሓጢኣት ካብ ሓጢኣተኛ እንታይ ማለት እዩ መን ኣሎ ሓኪም ብዘይ መጥባሕብቲ ንሕማም ካብ ሕሙም ዝኣሊ? ኣየናይ ሓኪም እዩ ንዝሓመመ ሰብ ክጠብሖ እንተ ደኣ ኮይኑ ብዘይ ስንብራት፣ ብዘይ በሰላ ነቲ ሕማሙ ዝኣልዮ? ወይ እውን ኣየናይ ሓኪም እዩ ንዝኾነ ሕማም ከኒና ከይሃበ ድዩ መርፍእ ከይወግአ ድዩ ዝፍውስ? እግዚኣብሄር ኣምላኽ ግን ንሓጢኣት ካብ ሓጢኣተኛ ሰብ ፈልይዎ። ብምንታይ? ብሓይሉ። ሓይሉ ከመን እዩ? ክርስቶስ። ስለዚ እምነትኩም ኣብ ሓይሊ ኣምላኽ እምበር ኣብ ጥበብ ሰብ ምእንቲ ከይምስረት ኢለ ይላል ጳውሎስ። እግዚኣብሄር ክብሪ ንስሙ ይኹን። ክብሪ ንስሙ ይኹን። ስለዚ ሓይሊ ዝተባህለ ናይ እግዚኣብሄር እዩ። ናይ እግዚኣብሄር ሓይሊ ኢየሱስ ክርስቶስ እዩ። ኣብ ዘለናዮ ዘመን እዚ ናይ እግዚኣብሔር ኣምላኽ ሓይሊ ዝተገለጸሉ ምናልባት ኣብ ብሉይ ኪዳን ናይ እግዚኣብሔር ኣምላኽ ሓይሊ ብስነ ፍጥረቱ እዩ ዝፍለጥ ነይሩ ሓቀይ ሮሜ ምዕራፍ ሓደ ፍቕዲ ዕስራ ቅዱስ ጳውሎስ ክዛረበና ከሎ እኮ ሓደ ቃል ነጊሩና ኣሎ እንታይ እዩ ዝበለ ከመይ ዘመኽንዩዎ ምእንቲ ክስእኑ እቲ ዓለም ካብ ዝፍጠር ጀሚሩ ተራእዩ ዘይፈልጥ ባህሪ እግዚኣብሔር ማሌት ዘለዓለማዊ ሓይሉን መለኮትን ብፍጥረቱ ኣጸቢቑ ተጋህደ ይብል። ኣብ ብሉይ ቺዳን ናይ እግዚኣብሔር ኣምላኽ ሓይሊ ብምንታይ እዩ ዝፍለጥ ነይሩ? ሓይሉን መለኮቱን ብፍጥረቱ ኣጸቢቑ ተጋህደ። ብስነ ፍጥረት ናይ እግዚኣብሔር ኣምላኽ ሓይሊ ይረኣ ነይሩ። ምናልባት ኣብ ብሉይ ኪዳን እኮ ሙሴ ባሕሪ ኤርትራ መቒሉ ናይ እግዚኣብሔር ሓይሊ ግን ኣይተባህለን። ሙሴ ንማይ ናብ ደም ቀይሩ ኣቤት ናይ እግዚኣብሔር ኣምላኽ ሓይሊ ኣይተባህለን። ኢያሱ ንፀሓይ ደው ኣቢሉ ኣቤት ናይ እግዚኣብሔር ሓይሊ ኣይተባህለን። ብዙሕ ተኣምር ተገይሩ ኤልያስ ሰማይ ደው ኣቢሉ ሰማይ ዝናብ ከም ዘይህብ ገይሩ ኣቤት ናይ እግዚኣብሔር ኣምላኽ ሓይሊ ኣይተባህልን ብርግጽ ብናይ እግዚኣብሔር ኣምላኽ ሓይሊ እዩ ገይሩ መጽሓፍና ግን ነቲ ክግመት ዘይክእል ዕቤት ሓይሉ ምእንቲ ክትፈልጡ እጽሊ ኣለኹ ዝበለና ግን ንወዱ ንኢየሱስ ክርስቶስ ካብ ሞት ብምትንሳእ እዩ እዚ ጥራሕ ኣይኮነን፣ ንወዱ ንኢየሱስ ክርስቶስ ካብ ሞት ብምትንሳእ ጥራሕ ኣይኮነን፣ ንዓና ነቶም ሓጢኣተኛታት ድማ ምስ ወዱ ምስ ኢየሱስ ክርስቶስ ኣተንሲኡ ምስ ወዱ ኣብ ሰማያት ብምቅማጡ እዩ። እዚ ጥራሕ ኣይኮነን፣ ንሓጢኣት ካብ ሓጢኣተኛ ሰብ ብምፍላዩ እዩ። እዚ ጥራሕ ኣይኮነን፣ እቲ ንዘመናት ኣሲሩናን ረጊጹናን ዝነበረ ዲያብሎስ ኣብ መስቀል ቀንጢጡ ብምሽናፉ እዩ። ናይ እግዚኣብሔር ኣምላኽ ሓይሊ ብወዱ ብኢየሱስ ክርስቶስ ተገልጸ። ስለዚ። እምነትኩም ኣብ ሓይሊ ኣምላኽ እምበር ኣብ ጥበብ ሰብ ምእንቲ ከይምስረት ይብል። ነዊሕ ክሕዘኩም ኣይደልን፣ ግን ኣብ ግብረ ሃዋርያት እስኪ ጴጥሮስ ዮሃንስ ዝገበሮ ንርኤ። ኣብ ግብረ ሃዋርያት ምዕራፍ ሰለስተ ካብ ዝውለድ ዝጀመረ ሓደ ዝለመሰ ሰምኣይ ነይሩ ሓቂ በዓል ጴጥሮስ በዓል ዮሃንስ ድማ ፈዊሶም እቶም ሰባት ነዚ ነገር ዝረኣዩ ብምግራም ብምግራም ናብኦም ምስ ቀረቡ ጴጥሮስ እንታይ ኢልዎም? ጴጥሮስ እኳ ሓደ ቃል ኢልዎም ኣሎ። ኣንቱሙ ሰብኣ እስራኤል ምንተኑ ታነኩሩነ ወምንተኑ ትነጽሩነ ከመዘባሃይልነ ገበርናሁ ኢልዎም ጴጥሮስ ተገሪሙ ጴጥሮስ ነዚ ምስ ረኣየ ነቶም ህዝቢ ከም ዝስዕብ እናበለ ተዛረቦም ኣቱም ሰብ እስራኤል ንምንታይ በዚ ትግረሙ ብገዛእ ሓይልና ወይስ ብጽድቅና ነዚ ክኸይድ ከም ዝገበርናዮ ንምንታይ ንዓና ትጥምቱና ኣለኹም ሪኦም ብገዛእ ሓይልና ይገበርናዮን ብርግጽ እግዚኣብሔር ኣምላኽ ብኦም ፈዊስዎ። ግን እቲ ሓይሊ ናይ መን እዩ? ናይ እግዚኣብሔር እዩ። እቲ ሓይሊ ናይ መን ከም ዝኾነ ጴጥሮስ ክነግሮም እዩ። ብገዛእ ሓይልና ወይስ ብጽድቅና ንዚ ክኸይድ ከም ዝገበርናዮ ንምንታይ ንዓና ተጥምቱና ኣለኹም? ኣምላኽ ኣቦታትና ኣምላኽ ኣብርሃም፣ ይስሐቅ፣ ያዕቆብ ንወዱ ኢየሱስ ኣኽበሮ። ንመን ኣኽበሮ? ንወዱ ንኢየሱስ ኣኽበሮ። ንስኻትኩም ግና ጲላጦስ ይፍታሕ ኢሉ ዝፈረደሉ ኣሕሊፍኩም ሃብኩምዎ፣ ኣብ ቅድሚ ጲላጦስ ከኣ ከሓድኩምዎ ይብል። ሽዑ ውርይ ኢሉ ስሙ ማለት ብስሙ ምእማን ነዚ እትርእይዎን እትፈልጥዎን ሰብኣይ ኣጽንዖ፣ እታ ብኢየሱስ ምእማን ድማ ነዚ ኣብ ቅድሚ ኵላትኩም ምሉእ ጥዕና ሃበቶ። ስለዚ እቲ ሓይሊ ናይ መን እዩ? ናይ እግዚኣብሔር። እዚ ሓይሊ እዚ ግን ብመን ተገሊጹ? ብኢየሱስ ክርስቶስ። ነዚ እዮም እኮ ግብረ ሃዋርያት ምዕራፍ 4 ፍቅዲ 7 ድማ ብሃይለ መኑ ወበስመ መኑ ገበርክሙ ዘንተ ኣንትሙ ጽቡቕ ሕቶ ኢና ሓይተውን ቶም መኳንንቲ እስራኤላውያን ንጴጥሮስ ንዮሃንስን እዚ ንስኹም ዝገበርኩሞ ብናይ መን ሓይሊ ብናይ መን ስም ኢኹም ጌርኩሞ ኢሎም ኣሓይተሞም። ብጣዕሚ ዝፈተኹዋ ሕቶ እያ እዛ ሕቶ እዚኣ። ጴጥሮስ ከ እንታይ ኢሉ መሊስሎም? ሽዑ ጴጥሮስ ግብረ ሃዋርያት ምዕራፍ ኣርባዕተ ካብ ፍቕዲ ሸውዓተ ሽዑ ጴጥሮስ ብመንፈስ ቅዱስ ተመሊኡ ከምዚ በሎም፣ ኣቱም መኳንንቲ ህዝብን ሽማግለታትን፣ ሎሚ ንሕና እንሕተቶ ዘለና ብዛዕባ ንሓደ ሕሙም ሰብ ዝተገብረሉ ሰናይ ነገር ከመይ ኢሉ ከም ዝሓወየ እዩ። እዚ ሓዊ ኣብ ቅድሜኹም ደው ኢሉ ዘሎ፣ ብስም እቲ ንስኻትኩም ዝሰቀልኩሞ ኣምላኽ ከኣ ካብ ምዉታት ዘተንስኦ ኢየሱስ ናዝራዊ ከም ዝኾነ ኣብ ኵላትኩም ኣብ ኵሉ ህዝቢ እስራኤል ይፈለጥ። ኣምላኽ ከኣ ካብ ምዉታት ዘተንስኦ። ብስም እቲ ንስኹም ዝሰቐልኩሞን ዝኸሓድኩሞን። ስለዚ ብናይ መን ሓይልን ብናይ መን ስምን ኢኹም እዚ ተኣምር እዚ ዝገበርኩም ምስ ተባህሉ፣ ጴጥሮስ ብናይ መን ሓይልን ብናይ መን ስምን ከም ዝተገብረ ይዛረብ ኣሎ። ኢየሱስ ክርስቶስ እምበኣር ናይ እግዚኣብሔር ሓይሊ እዩ። ስለዚ ወንጌል ክንብል ከለና ወንጌል ማለት ክርስቶስ እዩ። ወንጌልና ክርስቶስ እዩ። ወንጌል ኩሉና ክርስቶስ እዩ። ምናልባት ኣብ ቅዳሴ ማርያም በመኑ ወበአምሳለ መኑ ናስተማሰለኪ ንላ ድንግል ማርያም ህርያቆስ ከምኡ ኢሉ ያው ንድንግል ማርያም ምሳሌ ከም ዝሰሳእና ንክርስቶስ ከደኣ እንታይ ክንብሎ ኢና? ንክርስቶስ እሞ ያው ኣቦታቶም ክዛረብ ከሎ እኮ እሞ ምሳሌ ዘእንበለ ህጸጽ ናብ ክርስቶስ ዝመጽእ ምሳሌ ህጸጽ ዘይብሉ ምሳሌ የለን። ትኽክለኛ ምሳሌ ንክርስቶስ ክንህበውን ኣይንኽእልን እኛ ኣይርከቦን ይውን ነዚ ዝመስል ነዚ ይመስል እውን ኣይባሃልን ራእይ ዮሃንስ እኮ ነዚ ይመስል ነዚ ይመስል ከምዚ ይመስል ኢሉ ዝጸሓፈልና ራእይ ዮሃንስ ኣለና፣ ህዝቅኤል ኣለና፣ ግን እግዚኣብሄር ንሱ ማለት ኣይኮነን። ስለዚ ሓይሊ ተባሂሉ ዘሎ እንታይ እዩ? ወንጌል እዩ። ናይ መወዳእታ ጥቕሰይ ኣብ ተሰሎንቄ ቀዳማይ ተሰሎንቄ ምዕራፍ ሓደ ፍቕዲ ሓሙሽተ ድማ ከምዚ ይብል ምክንያቱ እቲ ንሕና እንሰብኮ ወንጌል ብሓይልን ብመንፈስ ቅዱስን ብምሉእ ምርዳእን እምበር ብቃል ጥራይ ኣይመጻናኩምን ብቃል ጥራይ ማሌቱ ብናትካ ጥበብ ብናትካ ክእለት ዘረባ ብፍልስፈናኻ ወዘተ ማሌት እዩ ጳውሎስ ድማ ነዚ ግዜ የብሉን ኣነ ብክእለትን ብፍልስፍናን ኣይመጻኹን ስለምንታይ ሓይ እምነትኩም ኣብ ሓይሊ ኣምላኽ ዝተመስረተ ምእንቲ ክኸውን ኢሉ ስለዚ ሓይሊ ኣምላኽ ወንጌል እዩ ሓይሊ ኣምላኽ ወንጌል እዩ ወንጌል ድማ ክርስቶስ እዩ ክርስቶስ ሓይሊ ኣምላኽ እዩ ክርስቶስ ጥበብ ኣምላኽ እዩ ክርስቶስ ምስጢር ኣምላኽ እዩ ክርስቶስ ጸጋ ኣምላኽ እዩ ክርስቶስ ወንጌል ኣምላኽ እዩ ክርስቶስ ናይ እግዚኣብሔር ነጸብራቅ እዩ ክርስቶስ ናይ እግዚኣብሔር መልክዕ እዩ ክርስቶስ ናይ እግዚኣብሔር ቃል እዩ ክርስቶስ ንእግዚኣብሄር ምስዚ ዓለም ዘላለየ እዩ። ስለዚ ወንጌል ክንብል ከለና ክርስቶስ ኢና ንብል ዘለና። እምነትኩም ኣብ ሓይሊ ኣምላኽ እምበር ኣብ ጥበብ ሰብ ዝተመሰረተ ከይከውን ክብል ከሎ ጳውሎስ ብካልእ መገዲ ዘዊርና ዘዊርና ክንዛዝሞ ከለና እምነትኩም ኣብ ክርስቶስ እምበር ኣብ ጥበብ ሰብ ዝተመስረተ ኣይኹን ማለት እዩ። ጸጋን ሰላምን ናይ ጎይታና ኢየሱስ ክርስቶስ ምስ መንፈስኩም ይኹን። ሰላም።